ሰላም ሰላም ክቡራትን ፍትዋትን ተኸታተልቲ ናይ ማኣዲ ዩቱብ ቻናል ከመይ ኣለኹም? ባዮ ግን እግዚኣብሔር ይመስገን ፅቡቅ ኣለኹ። ሰላም እግዚኣብሔር ኣምላኽ ምስ ኩላትና ይኹን። ሎሚ ከዓ ብሓዱሽ ትሕዝቶ ተራኺብና ኣለና። ጠፊኤ ቃኒ ሓቂ ከምቲ ኣርእስቲ ዝረእኹም ግብ ልማዓንቲ ሰም ቤተክርስትያን እኒኦ ብዛሓ ሰም ቤተክርስትያን ክብሪ ንእሽተን እስኪ ገለ ክብለኩም ኣነ ካብቲ ዝተረዳእኽዎ ቅድሚ ዝነበረኒ ርድኢትና ሕዚ ዝነበረኒ ርድኢት ንእሽተን ከካፍለኩም ማለት እዩ። ቅድሚያ ግን ሓደሽቲ ንዝመፃኹም ሳብስክራይብ እንዳገበርኩም ቤተሰብ ኩኑ ከም ነበራ ፀናሕኹም ነዚ ቪድዮ ብላይክ ጀምርዎ ማለት እዩ ጠፍየ ቃኒ ካፈዚ ኣይጠፍእን እየ ማለት እዩ ናይ ሰም ቤተ ክርስትያን ቅድስቲ ክብሪ ብኣብዝሓ ሲ ማለት ሲ ናብ ብልምዲ ኢና ንሕዛ እምበይ ማለት ኮነ ኢልናሲ ወይ ከዓ ወለድና ይገብሩ ኣለዉ ኢልና ኢና ንገብራ ወይ ከኣ ወለዲና የኽብርዋልና የኽብርዋ ኣለዉ ኢልና ኢና ነኽብራ ማለት እዩ እና ድምፀይ ከኣ ስማዕ ኣሎ ዶ እስኪ ጎንሲ ብውሽጢ ልመፃንስ ማይክ ግበሪ ማይክ ተጠቐሚ ልላኒ ኣለዋ ኣነ ግን ድምፀይ ዋላ ተመሊሰ ክሰምዖ ከለኹ ንሱ ድምፂ እንታይ እዩ ቼክ ይገብር ተለኹ ከቀናብሮ ከለኹ ድምፀይ ከመይ ኢለ ቼክ ስለ ዝገብሮ ደሕና እዩ እኒኦ ኢለ እየ ዝሰዶ እና እስኪ እንድሕር ለይስማዕ ኣሎ ኮይኑ ድምፀይ ማይክ ተጠቐሚ ኢልኩም ፀሓፍሉ ኢኹም ማለት እዩ ካብኡ እንተኮይኑ ማይክ ከነምፅና ማለት እዩ ምኑ ግበር ኣይክእልን እዩ ስለዚ ብዛዕባ ሰም ቤተክርስትያን ቅድስት ገለ ክብለኩም ማለት እዩ እስኪ ሓንቲ ደቂቃ ክልተ ደቂቃ ልትኾን ሰም ቤተክርስትያን ንዓኻት ምንታይ እያ እስቲ ብጣዕሚ እየ ዝፈትዋ ሰም ቤተክርስትያን እስኪ ሰም ቤተክርስትያን ንዓኻት እንታይ እያ ወዲኹም ሓቂ ዶ ሰም ቤተ ክርስቲያን በቃ ከመይ እያ ማለት ሲ ከመይ ኢኹም ተኽብርዋ ብኸመይ ኢኹም ትኸድዋ ትርጉሙ ለምሳሌ ክነኽብሮ ሓደ ነኽብሮ ተኮይና ሲ ትርጉሙ ክርደና እኒኦ ወደ ቅድሚኡ ቅድሚኡ ትርጉሙ እንድሕር ተረዲእና ኮይኑ ላተረድእና ኢና ነኽብሮ ማለት እዩ ኣነ ከዓ ብኣብዝሓ ብኣብዝሓም ምስ ናይ ባዕለይ እኳ ብኣብዝሓ ብልምዲ ኢና ንኸዶ ማለት ምስ ናይ ባዕለይ እኳ ክሪኦ ተለኹስ ብልምዲ ብልምዲ ክኾን ተለሲ ግርም ይለን ንባዕለይ ማለት እዩ ኣብዝሓ ህይወትና ከዓ ልምዲ እዩ ማለት እዩ ኣቦታትና ከዓ ካብ ሰይጣንሲ ንልምድኻ ፍራሕ ይብሉ ማለት እዩ ኣለና ኣለና ይመስለና እሞ ካብኡ ብልምዲ ብልምዲ ስለ ንኸዶ ኩሉ ነገራትና ዜሮ ንተርፍ ማለት እዩ ጥራሕ እውቀትሲ እኹል የኾነይ ክብለኩም ደሊ ጥራሕ ፍልጠትሲ እኹል የኾነይ እንታይ ደኣ ፈሊጥና ተረዲእና ናብ ተግባር ክነውዕለ ከለና ይሓቀይ ዶ ክንርዳእ ክነተግብሮ ተኾይንና ከዓ ክንምሃር ኣለና ማለት እዩ ተተምሂርና ከዓ ፍልጠት የድሕን ፍልጠት ከዓ የጥፍ እዩ ማለት እዩ። ፍልጠት ለየድሕን እዩ፣ ተፈሊጥናሉ ናብ ተግባር ተውዒልናዮ ክንድሕዶ ንልኽእ ኢና። ብኣንጻር ከኣ ፍልጠት እንድሕር ስኢንና ናይ ፍልጠት ቋት ኮይንና ንተርፍ ተኾይንና ከኣ ከፍርደናም ይኽእል እዩ ማለት እዩ። የፈለጥናይስ ክንብለይ ንኽእል ፈሊጥና ኢና ግን ናብ ተግባር የውዕልናዮ ማለት እዩ እና ኣነ ከኣ ካብቶም ሓደ ኡታት ልቃወመሎም እንታይ እዩ በቃ ካብ ልምዲ ክንወጽእ ማለት እዩ ለምሳሌ ቤተክርስትያን ልምንታይ ኢካ ትከድ ተተዊሉሲ መልሲ ክህልወና እንኦ ማለት እዩ እንገብረሉ ልልና ምክንያትሲ መልሲ ክህልወና እንኦ ሓደ ሓደ ግዜ እንድሕር መልሲ ለይሓዝና ኮይና ልምንታይ እዩ ልሕግዘና ማለት እዩ ክንሓትት እዩ ልሕግዘና ማለት ልምንታይ እዩ ለምሳሌሲ ከምዚ ይግበር ለምሳሌ ብኣርብዓን ብሰማንያን ንጥመቅ ኢና እዎዶ ከስ ልምንታይ እዩ ኣርብዓይ ሰማንያይ ኮይኑ ምክንያቱ መጀመርያ ግን ከምዚ ዓይነት ሕቶ ክትሓትት እንተኮይንካ ክትፈልጦ እኒኤካ ማለት እዩ። ተፈሊጥካዮ ከዓ ጥራሕ ፍልጠት ማለት እዩ። እንታይ ኢሉ ውሕድና ኣሎ ንሕና ርድኢት ኢሉ ውሕድና ኣሎ ማለት እዩ። ፍልጠት ዘይኮነስ ርድኢት ኢሉ ውሕድና ኣሎ። ርድኢትና ፍልጠትስ ይፈላለዩ እዮም። ብቻ እንድሕር ፈሊጥካዮ ኮይንካ ስቕ ትብል ኮይንካ ርድኢት እንድሕለይ ኢልካ ኮንካ ተግባር ክተውዕሎ ኣይትኽእልን ኢኻ እና ካብኣቶም ከዓ ተሓደ እንታይ ክህልወና እየ ልደሊ ርድኢት ክህልወና መጀመርያ ፈሊጥናዮ እሺ ፈሊጥናዮ በርብዓን ለምሳሌ ንሕና በርብዓን ብሰማንያን ጥመቕ ኢና ንበሃል ልምንታይ እዩ ልብል ግን ርድኢት እዩ ልምንታይ ከምዚ ኮይኑ ልብል ግን ካብ ምንታይ ዝተወሰደ እዩ ልብል ርድኢት ወይ ከዓ መልሲ ክትረክብ ኢኻ ትፅበ ስለዚ ከምዚ ዓይነት እንድሕና ኢና ክፈጥረና ኣልዩ ኮይኑ እንታይ ኢና ንፅበ ማለት እዩ መልሲ ኢና ንፅበ እንድሕር መልሲ ተጸቢና ኮይንና ደሞ ርድኢት ንሕዝ ማለት ርድኢት እንድሕር ሒዝና ደሞ ህይወት ክርስትናሲ ህይወት እዩ ሓቀይ ዶ ፍልጠት የኾነ ህይወት ንረኽበሉ ማለት እዩ ለምሳሌ ሰንበተ ክርስቲያንሲ ልምንታይ ኣይለኽብር ኣለኹ እሺ ላኽበርዎ ስለ ዝፀንሑ ወለድና ኦኬ ላኽበርዎ ስለ ዝፀንሑ ኣቦታትና ኦኬ ኣኽብርዋ ስለ እንበሃል ኦኬ ሰንበተ ክርስትያን ለኽብራ ለለኹሲ ብምኽባረይስ ታይ በረከት ይረክብ ኣነኸ እዚ ታይ እዩ ርድኢት ይሓትት ማለት እዩ ርድኢት እንድሕር ሓቲትና ኸዓ ትልፈለጥናዮ ናብ ተግባር ነውዕሎ ማለት እዩ ናብ ተግባር ክነውዕሎ ተኾይንና ኸዓ ርድኢት ክንሕዝ እኒኤና ስለዚ ሰንበተ ክርስትያን ልምንታይ ኢና ነኽብራ ከም መኣዲ ልምንታይ ክተኽብር እያ ወይ ሰንበተ ክርስትያንስ ልምንታይ እዩ ልኽበር እንድሕር እዚ ኮይና በቃ ላተረደእና ደስ ላበለና ኢና ንገብሮ ማለት እዩ ስለዚ ሰንበተ ክርስትያን ልምንታይ ኢና ነኽብራ ሓደ ልብል ጎይታ ልተወለደላ ጎይታ ልተጠመቐላ ጎይታ ክፅነስ ልተበሰረላ ቅዱሳን መላእክቲ ዝተፈጠሩላ ኮታስ ኩሉ ነገር ፍጥረት ንመጀመርያ ፍጥረት ክፈጥር ከሎ እግዚኣብሔር ኣምላኽ ኣሃዱ ኢሉ ዝጀመረላ ሰም ቤተ ክርስቲያን ቅድስት ኣነ ካብቲ ደስ ዝትብለኒ እንተሊ ማለት እዩ ማለት ቅድሚ ዓለም ዕለተ ሰም ቤተ ክርስቲያን ሲ ክንድዙይ ማለት ክንዲዙይ መዓልቲ ብዙይ መዓልቲ ተፈጢራ ልትበሃልሲ የብላ እዩ ማለት እዩ ሕልፈት ለይብላ እያ እዛ ሰንበተ ክርስትያን እዚኣ እዛ ቀዳም ለይኮነትሲ ሰንበተ ክርስትያን ማለት እዩ ሰንበተ ክርስትያን ሕልፈት ለይብላ ተናሐዚ ለይኮነትሲ እታ ናይ ቀደም ለይኮነስ ተሓዚ ለለና እያ ቀዳም ማለት እዩ ቀዳም ንብላ ኣብ ኦሪት ዘመን ልጥቀሙላ እነበሩ እዮም ከምኡ ደሞ ጎይታ ልዕረፈላ እያ እሳ ደሞ ነኽብራ ኢና ማለት እዩ ብሕልፊ ብሕልፊ ግን ሰንበተ ክርስትያን ኢልና ንጽዋዕ ብዙሕ ትርጓሜ ኣለዎ ማለት እዩ። ብዙሕ ከኣ ኣቦታትና ይብሉ እንዶምሲ ተኣምረ ማርያም ተይሰማዕናይ ክንውዕል ከም ዘይብልና ከኣ ቤተ ክርስትያን ከድና ማለት እዩ ክንውዕል ከም ዘይብልና ኩሉ ግዜ ይነግሩና ማለት እዩ። ዝታይ ልሕግዘካ ዋላ ዳኣብ ስደት ንኹን እምበይ ንሕና ከይድና ናይ ሰንበተ ክርስትያን ተቋደስቲ ኮይና በረኸት ተሳተፍቲ ኮይና ክንምለስ እዩ ልገብረና። መዓልቲ ጎይታም ይብላ እዩ ዮሃንስ ወንጌል መስለን እንተዘይተጋግየ መዓልቲ ጎይታ ይብላ እዩ። መዓልቲ ጎይታ ማለት ከም ትበልኩም ጎይታ ዝተጠመቐላ፣ ጎይታ ዝተወለደላ፣ ጎይታ በቃ ብኣብዝሓ ሲ ናይ ጎይታና መድሓኒ የሱስ ክርስቶስ ክንሪኦ ከለናስ ለምሳሌ ትንሳኤ ማለት እዩ። ትንሳኤ ከዓ ሰንበት እዩ ተንስኡ ወለ ትንሳኤ ካብ ሰንበት ኣይወፅእ እዮም ዝብሉ ኣቦታትና ማለት እዩ። ካልእትም ካብ ሰንበት ዘይወፁ እም ኣለው ማለት እዩ። ምሳሌ ሆሳእና እንተይልና ሆሳእና ከዓ ካብ ሰንበት ኣይወፅእ እዩ። ብዙሓት ኣለዉ ካብ ሰንበት ዘይወፁ መዓልቲ ጎይታ ልብላል እዚ እዩ ማለት እዩ። ብዙሕ ነገር ዝተገበረላ ዕለት ሰንበተ ክርስቲያን ቅድስት እና ለዚ ከዓ እዮም ኩሉ ግዜ ኣቦታትና ክብርዋ ልብሉና በቃ ባዕሉ እቲ ጎይታና መድሓኒና ኢየሱስ ክርስቶስ ናብዚ ምድሪ ንኣና ክብል ልድሕነትና ክብል መፀላ ዝተወደደላ ኩሉ ኩሉ ንገር ልገበረላ ስለ ዝኾነት ናይ ዕለተ ሰንበት ኣዝያ ክብርቲ ኮይና ማለት እዩ ኣዝየ ከዓ እንዶም ካብ ዕለታት ሲ ሰንበት ትኸብር ካብ ኩሉ ፍጥረት ሰብ ይኸብር ካብ ኩለን መዓልትታት ከዓ ሰንበት ትኸብር ይበሃል ማለት እዩ እና ካብተን መዓልትታት ካልእ ዝተፈለየ ኣልዩ ማለት ኣይኮነን ግን ጎይታ በዓሉ ዝተወለደላ ስለ ዝኾነት ኩለን መዓልትታት ርኹሳን እየን ማለት ኣይኮነን እዩ ዕለት ስብሃት እና ካብ መዓልቲ ሲ ናብ መዓልቲ ማለት እግዚኣብሔር ኣምላኽ ልባረኻ ማለት እዩ ልቀደሳ ማለት እዩ እንደውም እግዚኣብሔር ወልድ ልሃነፃ እግዚኣብሔር ኣብ ባል ሃነጻ፣ እግዚኣብሔር ወልድ ደሞ ልቀደሳ፣ መንፈስ ቅዱስ ደሞ ከፍ ከፍ ልገብራ ማለት ልዕል ልዕል ለበላ ማለት በማርኛ እያ ኮይናት ናብ ምትርጓም ኸይዳትና ማለት እዩ። ወልድ ኣብ ያነጻት፣ ወልድ ደሞ የቀደሳት፣ መንፈስ ቅዱስ ደሞ ከፍ ከፍ ያደረጋት

እዚኣስ ሕልፈት የብላይ ሰንበት እዚኣ ትበሃልሲ ሕልፈት የብላይ እዚ መዓልቲ ተፈጢራ ክንድዚ መዓልቲ ከዓ ትሓልፍ እያ ኣይትበሃሊ ዕለተ ምጽኣት ልመጸሉ ከዓ ሰንበት እዩ ማለት እዩ ዕለተ ምጽኣት ማለት ኩሉ ሰማይን ምድርን ክሓልፍ ከሎ ዝመጸሉ ዕለት ሰንበት እዩ ዘመኑ ከዓ ዘመነ ዮሃንስ ማለት እዩ ዘመነ ዘመነ ዮሃንስ ዕለተ ደሞ መዓልቲ ደሞ ሰንበት ማለት እዩ ዕለቲ ደሞ ዕስራይ ትሽዓንተይ ማለት እዩ እና ሰንበት ክንድዚ መዓልቲ ተፈጢራ ክንድዚ መዓልቲ ከዓ ትሓልፍ እያ ኣይትበሃልማ ሕልፈት ለይብላ እያ ማለት እዩ ጎይታ ምሸ ለቱ ስብሐት ክብሪ ምስጋና ንዕ ይኹኖ ዓለም ትሓልፍ ተላ ዓለም ዝፈጠረ ቅድሚ ዓለም ዝነበረ ዓለም መሓሊፉ ዝነብር ኢና ንብላ ስለዚ እታ መዓልቲ ንሳ ከዓ ልክዕ ጎይታ ልቀድሳ ጎይታ ልባረኻ እንድሕር ኮይኑ ንሳ ከዓ እታ ሰንበት ልክዕ ከምኡ እያ ማለት እዩ እና ብጣዕሚ የልድነቕ ናይ ሰንበተ ክርስትያን እንትን ክብል ከለኹ ክሓስብ ከለኹ ብጣዕሚ ብጣዕሚ ማለት እዩ እና ዝገርም እዩ በእውነት ልምንታይ ድዩ መሲልኩም ለምሳሌ ሲ ብዕለተ ሶል ብዕለተ ረውዕ ዝተፈጠሩ ሲ ፀሓይን ወርሕን ከዋኸብትን ይብልዎ ዶ ከዚ ፀሓይ እንድሕር ኮይና ንጉሆይ ምሸት ኢና ንብል ንቆፅራ እዮም ወዶ ንጉሆ ምሸት ንጉሆ ምሸት ኢና ንብል ማለት እዩ ልምንታይ ከስ ካብ ሰኑ ለሎ ካብ ሰን እኳ ዲል ብል ካብ ሰን ለምሳሌ ፍጥረታት ሲ ብታ ካልአይቲ መዓልቲ ከምዚ ኮነ እሞ ንፍጥረታት ካልኣይ መዓልቲ እግዚኣብሔር ኣምላኽ ድማ ንፍጥረታት ሳልሳይ መዓልቲ ንፍጥረታት ራብዓይ መዓልቲ ይላበለ ይኸድ ማለት እዩ እና ናይ ሰንበት ግን መጀመርያ ስለ ዝኾነት ሰንበት ሲ ክንድዚ ነግል ትበሃልላ የብላይ እውነት ለመናገር ክንድዚ መዓልቲ ልትበሃልላ የብላይ ፀሓይ ለምሳሌ ፀሓይ ትዓርብ ትወፅእ ትመሽሲ መዓልቲ መቁፀሪ እዩ ወደ ለምሳሌ ፀሓይ ስለ ዝዓረበት ኢና ናጋ እንብለን ሓቂ ዶ ናጋ ልበሃል ነገርስ የብላይ ሰንበት ማለት እዩ ናጋ ልበሃልሲ ሒዝኩም ኒኹም ሓቂ ዶ ዘለዓለማዊት እያ ክብለኩም ደልየ እየ ዘለዓለማዊት እያ ለይትሓልፍ እያ ማለት እዩ እና እዚ ተረዲእና ናይ ሰንበተ ክርስትያን ቃል ኪዳንም ኣሎ ማለት እዩ። ሰንበተ ክርስትያን ለኽበረ ማለት እዩ ቃል ኪዳን እልተውሃወሉ ኣሎ ማለት ኣሎ ማለት እዩ። ናይ ሰንበተ ክርስትያን ልንበብ ንባብ ኣሎና ንዓኣ ድሞ ቃል ኪዳን ዝተኣተወላ እግዚኣብሔር ኣምላክ ቃል ኪዳን ለኣተየላ ኣላና ሰንበተ ክርስትያን ብጣዕሚ ክነኽብራ እኒአና ማለት እዩ። ሰንበተ ክርስትያን ኣዚና ለምሳሌ ሲ ብምንታይ ኢና ነኽብራ መስለኩም? ከም ኣነ ዝተረዳእኽዎ ማለት እዩ ከምቲ መጽሓፍ ዝብሎም ኣቦታትና ማስፊሖም ልዎ ኣለዉ ግን ከምቲ ኣነ ዝተረዳእኽዎ ዓቕሚ ተልዩኩም ከዓ ካብኡ ልዓቐ እውን ክገብር ይኽእል እዩ ሰብ ማለት እዩ ልምንታይ ሃምኡ ኣለኩም ኣለኹም ንሰም ቤተ ክርስቲያን ለለዎም ክብሪ ካብ ልዓለ ካብ ልሎም ክብሪ ብዙሕ ነገር ልገብርዎ ኣለዉ ሓደ ሓደ ኣቦታትና እኳ ክምህርና ከለውሲ ዕለተ ቀዳሚና ሰንበት ክልቲኤን ደለዋ እኳሲ ሰብነትና ክንሕፀብ ከም ዘይብልና ይነግሩና ማለት እዩ ሕና ግን እዚ ካብ ዓቕምና ብላዕልን ክኾን ይኽእል ግን ከዓ ቀሊል እዩ ክገብረ ልደለየ ሰብ ማለት እዩ ብጣዕሚ ቀሊል እዩ ግን እቲ ቢያንስ ቢያንስ ቢያንስ ካባና ልፅበ ነገር ማለት እዩ ለምሳሌ ዓላዊትና ቀዳሜ ሰንበት ኢለ ምሕፃ ማለት እዩ። ለምሳሌ ለምሳሌ ትንሳኤ፣ ልደት፣ ጥምቀት ምናምን ኢና ብጣዕሚ እነኽብረን ዓመታዊ ክብረ በዓል ክመፅእ ተሎ ማለት እዩ ኢልና ልክዕ ከም እነኽብራ ሰንበት ከዓ በቃ ልክዕ ኩሉ ግዜ ትንሳኤ እኮ እዩ ሰንበትስ በእውነት እቲ ሰንበት ማለት እዩ ሰንበት ሰንበት ኩሉ ግዜ ትንሳኤ እዩ ኩሉ ግዜ በቃ ደስ ልብል መዓልቲ እዩ በእውነትዋ ይኾነ የውዚባ ኣብ ዓዲ ላሃለና እኳ ማለት እዩ ዓዲ ላሃለና እኳስ ትምህርቲ ቤት ክንመሃር ከለ ትምህርቲ ቤት ክንመሃር ከለና ምናምን ሰንበት ብጣዕሚ እዩ ደስ ዝብለና ዋላ ዕረፍቲ ይኹን ዋላ ገለ ኮይኑ ዝሃለየ ሰንበት ብጣዕሚ እዩ ደስ ዝብለና ማለት በቃ መዓልቱ ፍሉይ እዩ በእውነት ዝተረዳእኹምዎ ተረዲእኹምዎም ትኾኑ ኢኹምና ፍሉይ እዩ ስለዚ ቢያንስ ቢያንስ ተገደደ ዓላዊትና ክንሓፅብ ይብልና ዓርቢ ከተንሓፀውናዩ ክልተ መዓልቲ ትስቕ ተበልና እንታይ እኒኦ ችግር ፈሊጡሉ መዓልቲ ኣለዎ በእውነት ላእየ ልገብረኒ መዓልቲ መዓልቲ ፀኒሑ ዕቁር ዓቂረ ማለት እዩ ቀዳሚ ሰንበት ይሕፀብ ልመፀኒ ሰዓታት ኣሎ ማለት እዩ እዚ ግን ክንቃለሶ ኢለ ኣለና ማለት ሲ ዕቁር ተዓቂርካ ማለት እዩ ዕቁር ተዓቂርካስ ቀዳም ሰንበት ዓድኻ ኣሕሰዎ ማለት እዩ ዕቑር ተዓቂርና ልዕንፀይቲ ለመን ይቆየ ብቃ ገለ ኣለዎ ገለ ኣለዎ ዕቑር ተዓቂርና ቀዳምና ሰንበት ዕቑር ተዓቂርና ሓደ ሓውና ዝሰማዕኽዎ ሲ ቀዳምና ሰንበት ምናምን ሲ ብጣዕሚ እዮም ልሕዝንኒ ኢሉ ቀዳም ሰንበት ማለት እዩ ሰንበት ሲ ንሕናስ ከየድናስ ቅዳሴ ክንሳተፍ ከም ዘለና ብዝተኻኣለና መጠን ደሞ ሐዚና ተረዲእናዮ ብርግጥ ግን ከምቲ ዝበልኩኹም ቀዲመ ማለት እዩ ፍቱ ሪከር ኣብቱ ዓንቶ ማለት እዩ ከምቲ ዝበልኩኹም እንታይ ጠቕመና ተረዲእናዮ ተፀኒሕና ሲ ዓዲ ከይድና ንምትግባርስ ኣይከብደናይ ማለት እዩ ዓዲ ከይድና ክንትግብሮ ሂወት ክንረኽበሉ ተኮይናስ ዋና ፈሊጥናዮ ክንፀንሕ እኒኤና ማለት እዩ እና እንታይ እዩ ኣብዚ መጀመርያ ላይ ማለት እዩ ሰንበት ከይድናስ ክነቐድስ ከም ዘለና ሰንበት ኮይና ድሕሪ መልሲ ለለና ደግሞ ሕሙማት ክንርኢ ከም ዘለና ከምኡ እውን ተኣሰሩ ክንበፅሕ ከም ዘለና በቃ ልተጸጎሙ ክንሕግዝ ከም ዘለና ልሰንበትሲ በቃ ብኸምዚ ኢና ኣኽቢርናያ ክንውዕል ኢድናይ እግርናይ ጨቢጥና ስቕ ንበል ማለተም ኣይኮነን እዩ እና ግን ብኸምዚ ክነኽብራ ከም ዘለና ይነገሩና ኣቦታትና ማለት እዩ ካብኡ ማለት እዩ በቃ ዕቑር ተሓቂርና ከዓ ክንቁነን ኢኻ ሰንበት ኢና ንኽእል በተለይ በተለይ ኣነ ማለት እዩ ኣብ ዓዲ ማለት እዩ ማዘር እንታይ ትገብር ነይራ ቀዳሚ ሰንበት ክትሓፅብ ስለለይ ትደሊ ምስ ወፀት ኣነ ከይደ እየ ዝሓፅቦ ነይረ ማለት እዩ እና ብጣዕሚ እዩ ልገርመኒ በቃ ማለትስ እንጃ ቆልዕነት ድኻ ትብሎ ሰኣን ምፍላጥ ድኻ ትብሎ ግን ኣለኒ ኣነ ከምኡ እየ ልገብር ነይረ ማለት እዩ ኸይደ በቃ እሳ ከይትሓ እሞ ናብ ዓለይ ሃምትለኩም ኣለኹም ትምህርቲ ስለለለና ኣብ ካሊእ ቀኒና ኣብ ካሊእ ቅንያትና ቀኒና ቀዳሚ ሰንበት ዕረፍቲ ስለዝኾነ ቀዳሚ ሰንበት ክዳውንተይ ይሓፅብ ማለት እዩ ካብ ቀዳሚ ሰንበት ይካሓጸሊ ከለኹ ናማዘር ከኣ ርእየ ክማልእላ ምስቲ ናይ ይካሓጸላ ተለኹ እሳ ግን ከይትሓጽብለይ ይደሊ እያ ትብለኒ እና ኣነ ከኣ ከይደ ተይመጸቲ ይሓጽቦ ማለት እዩ ተይመጸቲ ናብ ካልእ ከይዳ ምስ ሃለየት ማለት እዩ እና ከምዚ ዓይነት ገለል መስል ኣለዎ ማለት እዩ እዚ ክንቃወሞ እዩ ዘለና ቀዳሚ ሰንበት ይከድና ጨጉርና ንቁንን ማለት እዩ

ክልተ መዓልቲ ዝኾናስ ቁፅጥር ቁንን ተቢልና ተፀናሕናስ እንታይ እኒኦ ከምኡ ኢልና ተፀኒሕና ከዓ ዋላ ስኢልና ቁተለን ምሽጦ ተይቆነናይ ማለት እዩ ስኢልና ምሽጥ ማለት እዩ እዚ ቀዳሚ ሰንበት ብለኽበርናየ ልክዕ መጠን ከዓ ኢና በረኸት ንረክብ ብለኽበርናየ መጠን እዚ ከም ክርስትያን መጠን ሰንበተ ክርስትያን ብዙሓት ኣቦታት ስለ ሰንበተ ክርስትያን ኣኽብሩ ሰንበተ ክርስትያን በተለይ ገድሊ ማለት እዩ እዚ ገድሊ ቅዱሳን እዚ ሲንክሳር ክንሰምዕ ተለና ሓደ ሓደታት ማለት እዩ ዕለተ ሰንበተ ክርስቲያን ኣኽብሩ፣ ዕለተ ሰንበተ ክርስቲያን ኣኽብሩ፣ ዕለተ ሰንበተ ክርስቲያን ኣኽብሩ። እንዶም ሓደ ቅዱስ ኣቦ ተዘይተጋጌ ተመቦ ረሲዑ እዮም እምበይ ማለት እዩ ሰንበተ ክርስቲያን ክትከበር ልገበርዋ ኣለዉ ኣቦስ ኣለዉ ማለት እዩ እና ተመቦ ረሲዑ እዮም በእውነት ኣቦና ጢሙ ምን እዮም ዝነበሩ ደቂ ውስጣጢዎስ ተዘይተጋጌ ማለት ተዘይተጋጌ ኤውስጣጢዮስ ኣቦና ቅዱስ ኤውስጣጢዮስ ማለት እዩ ዕለተ ሰንበተ ክርስቲያን ክትግበር ዝገበሩ ኣቦ እዮም። ንመጀመርያ ግዜ ተይ ዘይተጋግ ይመስለንና ምክንያቱ ሰንበተ ክርስቲያን ልኽትኽበር ዝገበሩ ማለት እዩ። ከምኡውን ኣቦና ኣቡነ ብፁዕ ኣምላክም ይብሉ እዮም። ኣቦና ብፁዕ ኣምላክ እግዚኣብሔር ኣምላክ ክልእኾም ከሎ ዕለተ ሰንበተ ክርስቲያን ከኽብሩ ከም ዘለዎም እና ከምኡ መዓልቲ ናይ ስላሴ ዕለት ሸውዓተ ስላሴ ብደንቢ ገይሮም ከኽብሩ ከም ዘለዎም ነጊርዎም ማለት እዩ። ስለዚ ሰም ቤተክርስቲያስ ንዓና ዕረፍትና እዩ። ለምሳሌስ ሸውዓተ መዓልቲ ሰሪሕና ቤተክርስቲያን ንኸደሉ ንነብስና ንረኽበሉ ግዜ ክህልወና እኮ እዩ እግዚኣብሔር ኣምላኽ ኢልና ማለት እዩ። በእውነትዋ ነብስናስ ግዜ የብልና ሓቀይ እምበር እግዚኣብሔር ኣምላኽ ስንኣና ሰሲዕልና መዓልትታት ሰሲዕልና ኺይነ የኾነ ግን

ዝወደቐ ኣልዒልና ድዩ ስለ ነብስና ክንገብር ከም ዘለና እይና ኩሉ ግዜ ከዓ እግዚኣብሄር ይመስገን ኣብቲ ገጠራት ልዓበኹም ከማየ የሕዋትኩም በለይ ኣብ ገጠራት ሰብ ከተማታትም ከምኡ እዩ ግን ብሕልፊ ኣብ ገጠራት ግን ናብ ዓፂድላ ካሊእ ካሊእ እኳስ ኣይኸወድ እዩና ብጣዕሚ ደስ ልብል እዩ ሽዓ ህዝቢ ስልተበለ እዩ ግን ንሕና ከዓ ብዓብይኡ ተረዲእና ኣብ ዓድና ክንገብሮ ማለት እዩ ክንገብሮ ከይድና ክንተግብሮ እግዚኣብሔር ሰናይ ፍቃዱ ይኹን። ናይ ሰም ቤተክርስትያን ብዙሕ ነገር ትሩፋት ንክረኽቡ ከዓ ከምቲ ኣለኩም ለለኹም ሰብነቶም ክልተ መዓልቲ ለይሕፀውሎ ኣቦታትም ኣለዉ። ኣሕዋትና ፀጉዕ ለብዝሕልን ክህልዋ ይኽእላ ክትህልዋ ትኽእላ ማለት እዩ እና ንሰም ቤተክርስትያን ቅድስት ማዕረ ክንድዚ ዝህዎም ክብሪ ኣቦታት ኣለዉ ማለት እዩ። ስለዚ ንሕና ካብ ዝተኻእለና መጠን ብቻ ዓዳዕሪ እናበለለና ሓዚ ወዶ ናተን ኣዕራብ ግዴታና እዩ ክንሰርሕ በቃ ተኣዘዝናዮ ስለ ዝኾንነ ማለት እዩ ናይ ዓራብ ክንሓጽብ ምናምን ትእዛዝና እዩ ግዴታና ከዓ እዩ ማለት እዩ ናባዕልና ግን ተገደደ ተገደደስ ኮነ ኢልና በተለይ ትሒዝናዮስ ዓርቢ ዓርቢ ሕፅብፅ ኣቢልና ካብኡ ጨጉርና ከዓ ኣብ ቁጥጥር ድዩ ኣብ ኣርባዕተ ድዩ ምናምን ስራሕ ኣቢልና ንክልተ መዓልቲ ዘለዎ ካብኡ ተይሉ ከዓ ተበንጪሩ ታሊት ጨጉርና ከዓ ምሽጥ ኣቢልና ተወዲያ ማለት እዩ ተሎ ምሽጥ ነብሎ ማለት እዩ ይፈቅደልካ በተለይ ተተረዲእካዮ በተለይ ዳተረዳእካዮ ትመፅእ ተለካ እቲ ዝተምሃርካዮ ወይ እቲ ንገበርካዮ ኣይፈቅደልካ ሕልናካ ማለት እዩ እና ብዝተካለኩም መጠን ናይ ሰንበተ ክርስትያን በረከት ተሳተፉ ማለት እዩ ናይ ሰንበተ ክርስትያን በቃ ዕለት ሰንበት ክትቀርብ ክትበፅሕ ተለካ በቃ ብከምዚ ኣሕዋትኩም በቃ ትምህርቲ ዋላ ትምህርቲ ናዳመፅና ድዩ ብዙሕ ነገር ኣብ ስደት ንሕናስ ክንጸድቀሉ ንደሊ ተኾይናሲ ናይ ሰም ቤተ ክርስቲያን ንምኽባር ኢልናሲ ብዙሕ ነገር ክንገብር ንኽእል ኢና ማለት ልግበር ኣየ ተስኣነ ማለት እዩ ልሰርሕ ኢና ልስራሕ ምስራሕ እየ ኣዊና እምበይ ልስራሕ ስየ ተስኣነ ይክብለኩም ደልየ እያ ናይ ሰም ቤተ ክርስቲያን በረከት የሳትፈና ሰም ቤተ ክርስቲያን ፍተውዋ ኣፍቅርዋ ማለት እዩ በረከት ናይ ሰም ቤተ ክርስቲያን ደሞ የሳትፈና ሎማዓንቲ ሒዘልኩም ዝመፃኹ እዚኣ ትመስል ነይራ ማለት እዩ ብካሊእ ትሕዝቶ ሳብ ንራኸብ ደሞ ሰላም እግዚኣብሔር ኣምላኽ ምስ ኩላትና ይኹን ሰሰናዩ